ብስራት ካብ ሙሴ ሾፕ ዱባይ ኣብ ዱባይ እትርከባን ካብን ናብን ዱባይ እትመላለሳን ኣዴታትን ወይ ዘራዝረን እንሆ ካብ ዱባይ ሙሴ ሾፕ ዓብዪ ብስራት ተቐበላ ኣብ መርዓ ክትምልክዓ ኣብ ጥምቀት ኮነ ዓመት ቆልዓ ክትጽብቓ ክትሕደሳ ኣብ ሕጽረን ካልእን ግርማ ክትለብሳ ዘድልየክን ዓይነት ቁኖ ጋመ ሰገም ኣልባሶ ክትመርጻ ናብ ዱባይ ሙሴ ሾፕ ምጻ። ንርኣይን ተዓዛብን ዘይምኖ ጋመ ስገም ኣልባሶ ዘመናዊ ቁኖ። ብሓጺሩ ድሌትክን ዝምልስ መንፈስክን ዘሐድስ ዘመናዊ ቁኖ ተቖነና፣ ከም ፋኑስ ተኾልዓ መብራህቲ ኾና ንፍጡር ወዲ ኣዳም ሃነን ኣብላ። መዓስ ጥራይ፣ ሙሴ ሸፍ ዱባይ በብዓይነቱ ኮስሞቲክስ ቀሪቡ ከም ዘሎ ደጊሙ የበስር። ኣድራሻና ዱባይ ፍሩጅ ኣልመራር ብቁፅሪ ቴሌፎን ሙሴ ሾፕ ዱባይ ኢትዩ መልክዕና ፍቕሪ እዩ ድርዕና ሓቢርና ንነብር ስጋይ ስጋ ኢልና
ሰላም ንዓኹም ይኹን ኣብ ኩሉ ኩርንዓት ዓለም ኮንኩም መደባት ህድሞና ነባሪት ኣብ ምክትታል ትርከቡ ዘለኹም ፍቱዋትን ክቡራትን ተኻታተልትና ኣኣብ ዘለኹሞ ሰላምን ጥዕናን ንዓኹም እናተመነና እነሆ ህድሞና ሾው ሳልሳይ እብረ ናይ ደቂ ኣንስትዮ ናይ መዕጸዊ ስነ ስርዓት ዝግበረሉ ሰዓታት ኣኺሉሎ ካብዘን ተዋዳደርቲ መነን ክትዕወት ሙኻና ኮታ ብሓፈሻ ርእይቶታት ናይ ህዝብን ርእይቶታት ናይ ስነጥበባውያን ርእይቶታት ናይ ተኻታተልቲ ህድሞና ሸው ሳልሳይ እብረን ሃሰው ንምባል ናብ ዝተፈላለዩ ቦታታት ክንንቀሳቐስ ኢና ስለዚ ርእይቶታቶም ክንእክብ ኢና ተወሳኽን ኣገዳስን ሓበሬታ ኣብዚ ናይ ህድሞና ሸው ናይ ደቂ ኣንስትዮ ካብ ሰለስቲኤን ተዋዳደርቲ ኣይኖም ፌቨን ጀዚራ መነን ከምትዕወት ኣብታ ናይ ህድሞና ሸው ናይ መምረፂ ትዋሃበኩም ኣስማተን እናጠቐስኩም ዝርዝር ናትኩም ርእይቶታት ከተቕምጡ ትኽእሉ። ተወሳኺ ድማ ካብቲ ተቐምጥዎ ርእይቶታት ሓሙሽተ ሚእታዊት ካብ ድምጺ ብልጫ ናይ ነብሲ ወከፍ ተወዳዳሪት ካብ ርእይቶታት ናይ ህዝቢ ዝተኣከበ ክኸውን እዩ ድምጺ ብልጫ። ሕጂ ናብቲ ናይ መዕጸዊ ስነ ስርዓት መዛዘሚ ክንገብረሉ ስለ ዝኾና ኣብ ዝሓጸረ ግዜ እቲ ቪድዮ ክዝርግሓልና እዩ። ሎሚ ድማ ርእይቶታት ናይ ህዝቢ ንምርካብ ሃሰው ክብል'የ ርእይቶታትኩም ድማ ምሃብ ኣይትሕመቑ። ሃየ ንኹልኹም ንቐደም ባዕለይ ዝኸፍሎ ሰላም ንዓኹም ንኺድ።

ብሃንቀውታ እያ ዝፅበያ ነይረ መዓስ እያ ትወፅእ መዓስ እያ ትወፅእ እናልካ ኣነ ጥራሕ ደይኮንካ እቲ ፅቡቕ ነገሩ ዋላ ኣብቲ ገዛ እዮም ዝከታተልዋ ዋላ ስድራ ቤት ዋላ ስድራ ቤት ስለ ዝከታተልዋ ኣብቲ ገዛ ፀንሓካ ማለት እዩ ዋላ ንስኻ እንተ ጥዒምካስ ግድ እንታ ቪድዮስ ኣብ ገዛ ኣላ ኣብ ገዛ ፀንሓካ ማለት እዩ ግድ ፅቡቕ ናይ ምውድዳር መንፈሰን ከመይ ረኺብካዮ ረዳ ሓወይ ሕጂ እሱ እቲ ፍሉይነት ናይቲ ውድድር ሓደ እቲ ውድድር ከምዚ ኣነ ዝረኣኽዎ ብዙሕ ፃዕሪ ፈሲስዎ ኣብቲ ውድድር ማለት እዩ ሕጂ ክትሓስቦ ከለካ ገሊኡ እቲ ውድድር ሲ

ኣዝዩ ጽቡቕ ኣዛናጊ ዝኾነ ውድድር እዩ ኔሩ ማለት እዩ። Thank you የቐኔለይ ረድኣወይ ተወሳኺ ናይተን ተወዳደርቲ ወኒ ከመይ ረኺብካያ ኣብ ኣብ ተኻታተልቲ ንኣብነት ኣዕሩኽትኻ መሳርሕትኻ ኣለዉ ናይ መነ መን ቲፎዞ ኔሮም ሕጂ እቲ ብሓፈሻ ማለት እየ ብሓፈሻ እቲ ውድድር ስምዒታት ከመይ ኔሩ ናይ ተዓዘብቲ ኣነ ዋላ ሓንሳ ሓንሳስ ጸወታ ከም ተባዕታይ ክርእዮ ከለኹስ ምገበርክዎ ዶ ከምዚ ገለ ነቲ ኢልካ ጸወታ። ትሓስብ ነቲ እወ። ነቲ ጸወታ እቲ ጸወታስ እወ፣ እወ። ኣብ ገሊኡስ ክብድ ዝበለ እዩ ኔሩ እወ። ከምዚ ምሻሎ ነተን ሓይል ናይተን ደቂ እወ። ኣንስትዮ ብቕዓት ናይተን ደቂ ኣንስትዮ ሴርኤካ ማለት ሕጂ ነብስኻ ሓደ ሓደ ግዜ ወእቲኻ ትሪኣ እሞ ተዝሳተፋ ነዚኣስ ተዝሳተፋ ኔርካ እዛ ውድድር እዚኣስ ከመይ ምኾነት ኔራ ገለ ኢልካ ትሓስብ ማለት እዩ ስለዚ ኣዝዩ በዳሂ ዝኾነ ውድድር መሳርሕቲ ካዕሩኽትኻ ከ
እቲ ቲፎዞ እቲ ከመይ ነይሩ ኣብ ተኸታተልቲ ንኣብነት ደቂ ስራሕ ኮንኩም ምስቶም ስነ ጥበባውያን መሳርሕትኻ ንናይ ዝተፈላለየ ቲፎዞ ምፍኽኻር ኣሎ ምሽ ከምዚ ናይ ጋንታታት ናይ ፕሪምየር ሊግ ሕጂ ኣነ መን ትግለፍካ ኣይትፈልጣን መን ትግለፍካ ኣይትፈልጥ ማለት ሕጂ እቲ ፅቡቕ ነገሩ ናተይ እንታይ ነይሩ ቲፎዞ ነይረ ና ንከምዚ ምሻሉ ናይ መን መን ናይ መን መን ነይረ መስልካ ዝገርም ሕጂ ናይ ፌበን ናይ ዓይኖም ነይረ ነይረ ኢለን ኢለን ከ ክልቲኤን ተረፋ ኣብተን ብሉጻት ሰለስተ ኣትየን ሰለስተ ኣትየን ማለት ስለዚ ካብ ክልቲኤን ሕጂ ኣብዚ ሰዓት እዚ ኮይነ ክመረጽ ናይ መን ቁርብ ክብት ክብለኒ ንዓይ ግን ሓንቲ ስለ ዝኾነት ግድን እስከ ሓንቲ ሓንቲ ፌበን ዕድል ኣይገበረትን

ክሳዕ እታ ናይ መዕጸዊ ስነ ስርዓት ከኣ ኣይትንገርን'ያ ረዳ ዓርከይ። ሕጂ ብህንጡይነት ምናልባሽ ግዜ ረኺብካ ኣብኡ እንድሕር ዓዲምናካ እንድሕር መጺኻስ ክትዕዘባ ኢኻ። እዋ ክዕዘብ'ያ ብሃንቀውታ ኢኻ ክትጽበያ ነታ መልሲ ማለት።
ከምዚ ናይ ቮለንዲኦር ኮይኑ ምሽ ናይ ኩዕሾ ዕውት ሜሲ ዕውት ሮናልዶ። ልክዕ ልክዕ ልክዕ።
ኢትዩ መልክዕና ፍቕሪ'ዩ ድርዕና ሓቢርና ንነብር ስጋይ ስጋ ኢልና። ኩምብሽታቶ ኢኻ ትዛወር ዘለኻ። ሕጂ እወ ሕጂ። ዓሽ ዓሽ ዓሽ ፍትዋትን ክቡራትን ተኻታተልቲ ከምዚ ትካታተሉና ዘለኹም ምስቲ ፍቱው ዝኾነ ስነ ጥበባዊ ወድ ዛግር ሪኤ ዘለኹ እስከ እስከ እስከ እስከ እስከ ኣብ ቅድሜኹም እስከ ዓሕ ወድ ዛግረይ እንቋዕ ደሓን መጻኻ እንቋዕ ደሓን ጸናሕኩ እንቋዕ ተሓጒስና ደሓን ኢና ሸው ናይ ጉንበት ዘቕረብካዮ ብቐጥታ ተኻታቲልና ኢና ስድራ ክነዛውር ዘወር ኢልና ኣብ ናይ ዝሓለፈ ድሞና ሸውን ገሊጸ ነይሩ ብዙሕ ሰብ ማራ እዩ ተሓጒሱ ምስ ምሉእ ብቕዓትካ ኣለኻ ብዘይ ቀልዓለም ቀልዓለም ዘይኮነ ዕድመን ጥዕናን እሃብካ ወዛግር ሓወይ ኣሕ ከመይ ረኺብካዮ ዕረፍቲ ኣስመራ ከመይ ጸንሓ ስድራቤት ከመይ ጸኒሖም ኣሕዋትና ኣብ ደገ ዘለዉ ከመይ ኣለዉ እስከ ኣብ ደገ ዘሎ ልካ ከምቲ ኣብ ውሽጢ ሃገር ዝነብሮ ወይ ዝቃለሶ ዘሎ እሱ እውን ከምኡ ንናብራን ንሃገሩን ይቃለስ ኣሎ ብጣዕሚ ፅቡቅ ኣሎ ኣብዚ ከዓ ሰላም ከምድላይካ ቅሳነት ዘለዎ ኣብ ድላይካ ሰዓት፣ ኣብ ድላይካ መዓልቲ፣ ኣብ ድላይካ ግዜ ትዛወረሉ፣ ሰላም ትረኽበሉ፣ ነንሕዱ ሰብ ብፍቕርን ብሕውነትን ዝሰማማዕ ክትርኢ ከለኻ እቲ ዘሎ ጸጋ ቀሊል ኣይኮነን። ንዓይ እውን ዘለኒ ታሕጓስ ምስቲ ዝመጻእኩዎ ናይ በዓላት ናይ መዓልቲ ናጽነትን መዓልቲ ስውኣትን ዝነበረ ኣከባብራ በዓል እውን ብጣዕሚ ተሳታፋይ ናቱ ስብ ምንባረይ ምጽንሐይ ኣብዚ ምስ ተሳተፍኩ ብጣዕሚ እየ ተሓጉሰ። ክብረት ሃበልና ወንዛግር ሓወይ ንሕና ድማ ኩሉ ህዝቢ ኤርትራ ኮታ ብሓፈሻ ኣፍቃሪ ስነ ጥበብን ስነ ጥበባውን ኣስተማቃርን ከኣ በዓል ወድዛግር ከማኻን ካልኦት ዓበይቲ ስነ ጥበባውያን ኣብዚ መጺኹም ምብዓልኩም ከኣ ልዑል ክብሪ ተሰሚዕዎ እየ ኣብ መድረኻት ደይብኩም ክትደርፉ ከለኹምሲ ብዘይ ቀልዓለም ወዛግር ክብረት ሓወይ ክብረት ክብረት ሃበልና ከኣ ንሕና ክብረት ሃብኩም ናፍቆት ሰብ ኣለና ክብረት ሃብኩም። ተዘከርትን ብሉጽን ዝኾነ ስርሓት ኢኻ ሰሪሕካ ዝሰፍሐ መደባት መቸም ግዜ ሂብና ብዝሰፍሐ ክንትንትኖ ኢና። እዚ ሓጺር መደብ ብዛዕባ እዚ ናይ ህድሞና ሸው ዝነበረ ርእይቶኻ ንኽትህብ ደኣ እምበር ንዓኻ ኣብ ሓደ ክብሪ ዘለዎ መድረኽን ብባንድ ሙዚቀኛታትን ናትካ መደብ ክሓልፍ እየ ዝደልዮ። ብሓፈሻ ከም ናተይ ከም ስነ ጥበባውስ ናትካስ ብዝለዓለ ስቴጅ እየ ክሓልፍ ዝደልዮ። ምኽንያቱ ላይቭ ባንድ ዘለዎ እቲ ኩሉ ደርፍታትካ ንድሕሪት ተመሊስካ ክትሰርሓልና እየ ዝላበወካ በዚ ኣጋጣሚ እዚ ኩሉ ግዜ ዝሃርፋ ስለ ዝኾነት ወዛግረይ። ከም ለበዋ ክብላ ኩሉ ገዛና እዩ ሓቃ። ንሕና ንዕብየት ንኤርትራ ዝኾነ ዝግበር ኩሉ ሳዕ ድልዋት ኢና ንስኹም ኣኽቢርኩም እስካብ ዝሓተትኩምና ንሕና ውን ብኽብረት ተቐበልቲ ምዃንና ክነግር እደሊ። ጽቡቅ ጽቡቅ
ኮምብሽታቶ ትብል ብልጽቲ ስራሕ ሰሪሕካልና እንዲኻ ወዛግሬ እስከ መዓስ ተሰሪሓ እዛ ስራሕ ብንጹር ነዚ ቦታ እንዳስተማቀርካ ዶ ሰሪሕካያ ትኸውን ኣብ ዝሰፍሐ ቃለ መሕትት ክትጥቀስ እንድያ እዚኣ ግን ንወድዛግሬ ተረኺበስ ክሓቶ ኢለ እየ ሓስብ ስለ ዝነበርኩ እዩ እወ
ዝተሰርሐትሉ ኣብ ሸን ትሽዓተ ሚእትን ተስዓን ኣርባዕተን እዩ እወ ግን ናብ ህዝቢ ብግቡእ ተመሊኣ ሪከር ተገራ ዝቐረበትሉ ግዜ ግን ኣብ ሸን ትሽዓተ ሚእትን ተስዓን ሸሞንተን እዩ ተስዓን ሸሞንተን ኣህ ግረይ እወ እዛ ግረይ ተዘካሪት ነባሪት ስራሕ ኢኻ ሰሪሕካልና ክብረት ሃበለይ ስራሓትካ ስነ ጥበባዊ ስራሓትካ ከ ኣብ ከመይ ደረጃ ይርከብ ኣሎ ሕጂ? ናቲ ግደ ኣለዎ እንድዩ ስደት

ዓቕምና ኣብ ዘፍቅዶ ንገብር ኣለና እቲ ዓቕሚ ተጠንቀቐን ኣሎ ሙሉእ ዘይጉድሎ ዛግሪ ርኢና ንምስክር ባዕልና ርኢናዮ እንዲና ሓቦ ኣሎ ግን እቲ ዋጋ ዘኽፍለካ ናይ ስደት ከዓ እሱታት ሓደ ሓደ ሕፅረታት ህሉ ኸውን ግን ኩሉ ሳዕ ካብ ሕጂ እኔው ከምዚ ዓድና እንዳተመላለስና ምስቶም ዘለዉ ስነጥበባውያን ተራኺብና ዕብየት ስነጥበብ ክንጎዪ ብሓላፍነት ዝሓተና እዩ፣ ክንጎየሉ ከኣ ኢና። ማራ ከኣ ንሕጎስ ኣብ ጎንካ ኣለና ከኣ ንሕና ወዛግረይ ዝኮነ ነገር ተሎ ኩሉ ስነ ጥበብ ናይ ኤርትራ ብሓፈሻ ጽቡቅ ኣብ መወዳእታ ወዛግረይ ናብዛ ናይ ሂድሞና ሸው ዝነበረት ናይ ደቂ ኣንስትዮ ኮታ ብሓፈሻ ኣብ ደገ ግዜ ረኺብካ ትከታተላ እንድሕር ኔርካ ናታ ትዕዝብቲ ትዕዝብትኻ ከመይ ይመስል ኔሩ ኣብቲ ውድድርትኸ ናይ መን ደጋፋይ ኔርካ መን ክትዕወት እያ ዝብል ግምት ኣለካ ዓይኖም ጀዚራ ፌቨን እየን ተሪፈን ኣብ መወዳእታ እስከ ከመይ ተስተማቕሮ ኔርካ ምስ ከቢድ ሕጽረት ጊዜኻ ከም ኩሉ ኤርትራዊ። መቸም እቲ ውድድር ንኹለን እቶም ዝዋዳደሩ ኣብ በብእዋኑ ንስኹም ተምጽዎ ዘለኒ ደገፍ ቀጻሊ ከምኡ ዓይነት ክህሉ ናይ ኩልሳዕ ድሌተይ ትምኒተይ እዩ ንዓኹም ከኣ ከምኡ ምግባርኩም ከኣ ኩልሳዕ

ኣሳሳይት ስለትሰርሕ ከም ሓፍትና ከም ኣሳሳይት ናህና ከም ኣዴኻ ኮይና ስለተገልግል ኩላህና ብዘለዋ ብቲ ተዓዘ በቶም ካስትመር ዘለዋ ክብሪ ዝለዓለ እዩ ሕጂ ኣይተሓዘለይ ንካልኦት ጸልየ ኮን ግን ኩላህና ደማዋ ንመጽእ ደገፍቲ ናይ ዓይኖም ኢና ነርና ዓይኖም ከኣኒ በቲ ዝገበረቶ ውድድር ዘይተጸበናዮ ነገራት ስጋዕ ናይ መወዳእታ ክትበጽሕ ግምት እኳ እንተ ሃለወና ንኸምኡ ክትበጽሕ ግን ኩሉ ሳዕ ከቢድ ውድድር ስለ ዝኾነ ክበጽሕ ኢልካ ኣይትግምትን ኢኻ። ኣብ መንጎ እስከ ወዲቕ ኢልካ ግን ነዚ ኩሉ ሓሊፋ ኣብዚ ምብጽሓ ዝሃብናዮ ሞራል ቀሊል ኣይነበረን። ሕጂ ከኣ ቀዳመይቲ ኮይና ክትወጽእ ዘለኒ ተስፋ ትምኒተይ ወሰን የብሉን። ጽቡቕ ዛግረይ።
ነቶም ነኽብራን እነፍቅራን ኣጆኺ ንብላ ነበርና ከኣ ዓይኖም ኣጆኺ ክብላ እደሊ በዚ ኣጋጣሚ ኣዚ ዋእ። ሓፈሽ እዩ ቀዳማይ ወፂኻ ካልኣይ ወፂኻ ኩሉ ሓደ እዩ እወ ኣብ ኩሉ እቲ ሓደ ጅባ ተኸደ እቲ ሓደ ጅባ እቲ ሓደ ብልጫ ተኸደ እቲ ሓደ ገዛ ብልጫ እዩ እሞ ከም ሰብ ግን እ፣ ፍሉይነት የድልየካ እንጂ እወ ብሓባር ኮይና እቶም ኣጆኹ ንብል ነበርና ከዓኒ ኣጆኹ ንብል ኣለና ወዛግረይ ወዛግረይ ሽኩረን በቃ የቐንየለይ ኣብ መወዳእታ ክብረት ሃበለይ ኣዝየ እየ ክብረት ዘመስግነካ ሃበልና። ወዛግር ሓወይ ስለ ግዜኻ ስራኹም ዓወት ኣሜን ኢትዩ መልክዕና ፍቕሪ እዩ ድርዕና ሓቢርና ንነብር ስጋይ ስጋ ቢልና
ደጊመ ተመሊሰኩም ኣለኹ ፍትዋትን ክቡራትን ተኸታተልቲ ህድሞና ነባሪት ብፍላይ ድማ ተኸታተልቲ ናይ ህድሞና ሸው ኮታ ብሓፈሻ ሕጂ ድማ ካልእ ጋሻ ሒዘ መፅእ ኣለኹ እዚ ዘለኹዎ ቦታ ከባቢ ገጀረት ኮይኑ ኮታ ብሓፈሻ ማይ ዋላኮ ብድሕረይ ኣላ ዳኖራ ብቅድመይ ከምኡ ድማ ዓቀበት እንዳ ዘርእጋብር ካኣ ብጸጋመይ ወገን ብሓፈሻ ከምዚ ትዕዘቡና ዘለኹም ኣብ ኩሉ ከባቢታት ዘወር እናበልና ተኻታተልትና ናይ መን ደገፍቲ ምንባሮም ሃሰው ኣብ ምባል ንርከብ ኣለና ሕጂ ሓደ ጋሻ ስነ ጥበባዊ ሒዘልኩም ክመጽእ እየ ዲዩ መልክዕና ፍቅሪ ዩ ድርዕና ሓቢርና ንነብር ስጋይ ስጋ ኢልና።
ድሮ ጋሻይ ሕጂ መጺኡ ኣሎ ፍቓዱ መለስ ወልደማርያም ብሳጓ ኬኔዲ ዝልለ ካብቶም ብሉጻት ስነጥበባውያን ናይ ሃገርና ኬኔዲ ሓወይ እንቋዕ ደሓን መጻእካ የቐንየለይ ከመይ ከመይ ኣለና ከመይ ኣለና ደሓን ደለኹ ከመይ ኣለና እዚኣ ማክሮፎን እሞ ከመይ ኣሎ ሓፈሻዊ ንጥፈታት ኩሉ ስርሓት ስድራ ቤት ስነ ጥበብ ከ ከመይ ኣሎ? ጽቡቅ ጽቡቅ ጽቡቅ ኮታ ብሓፈሻ ሕጂ ብሓፈሻ እዞም ንኣሽቱ ከዓ ተኪእኹሞ እንዲኹም ዝሕፍር መንገዲ ይኮነን ተኪእኹሞ ዘለኹም በዚ መንገዲ እዚ ተባብዑ ዘለኩም ሰባት ስለ ዝኾንኩም ብጣዕሚ እየ ዘመስግነኩም ንፍዑ በርትዑ የቀነየልና ካብ ኩሉ ዲሲፕሊን ትብል ቃል ኣመሓላልፍዋ ኢኹም ኩሉ ሰብ ኣብ ስነ ጥበብ ዲሲፕሊን ናይ ድሕር ብሓቂ ገይሩ ኣስፊት ኩሉ ነገር ስሙዝ ክኸውን እዩ ማለት እዩ ዝዓበየ ነገር ከዓ እሱ እዩ ሰዓታት ቆፀራ ምኽባር እቲ ትግሃት ኣብ ስራሕ ኮታ ብሓፈሻ እቲ ስነ ምግባር ዝበሃል ናይ ስነ ጥበብ ካብቶም ዓበይቲ

ኪናሕዋ ሓደ ካብቶም ተኻታተልቲ ናይ ህድሞና ሾው ኢኻ ምኽንያቱ ኣብ ዝተፈላለዩ እዋን ኣብ ንረኽበካ ዋላ እውን ምስቶም መሳርሕትኻ ክትዕልል ስለ ዝሰማዕና ብኸምኡ ኢና እስከ ኬነዲ ግድን ክንረኽቦ ኣለና ኢልና መፂእናካ እሞ ስለ ግዜኻ ኣዝየ እናመስገንኩ ብሓፈሻ ህድሞና ሾው ናይ ደቂ ኣንስትዮ ካብ ኩሉ ዞባታት ዝመፃ ተወዳደርቲ ርኢኻያ ኢኻ ትዕዝብትኻ ኣብቲ ውድድር ከመይ ነይሩ? መጀመርታ እቲ ፍልይ ዘብሎ ካብ ኩሉ ዞባታት ምዃኑ ፍልይ የብሎ እዩ ካልኣይ ከዓ እቲ ፍልይ ዘብሎ ከዓ ዘይተደፈረ ሾው እዩ እዚ ተረዲኣትካዶ? ንህድሞና በዚ ኣጋጣሚ እዚ ከመስግኖ ይደሊ ማለት ተረዲኣትካ ዶ ምኽንያቱ ዘይተዳህሰሰ ብዙሕ ሰብ ዘይደፈሮ ካብ ዝተሓበጀረዋይ ጉራማይለ ጉራማይለ ከም ምዃኑ መጠን ከዓ ብጣዕሚ ፅቡቕ እዩ እከታተሎ እየ ብዓቕመይ ዝሓፀኽወን ብናተይ ከዓ ዝሓፀኽወን ኣዋልድ ከዓ ስለ ዘለዋ ፅቡቅ እስከ ክትጅምር ከላ ንመን ሓፂኻየን እስከ ክትጅምር ከላ እታ ሸው ርእይ ምስ ኣበልካያስ ሰለስተ ሕፁያት ኣለዋኒ ምናልባሽ ሓንቲ ጓል ባጽዕ ሽማ ጀዚራ ካብ ንሓግዘከ ጀዚራ ክብል ትብለኒ እዋ ጀዚራ ጀዚራ ካብተን ዝንእደን ሰባት እያ እዛ ናይ ጓል ብሓቂ። ከረን ፌበን ዝብልዋ ቆልዓ ፌበን። ከኣ እዋ ብዓቢኡ ከኣ እዛ ናትና ሓፍትና ዓይኖም ከኣ ተውለ ማቲ እንታይ ብኸመይ ይንእድ ኣለኹ ምስ ኢልካ ንዓ እዋ። ሓደ ስራሕ ናይ ትውዕል ብሓቂ ኣሳሳይት እያ ናይ ብሓቂ ኩሉ ሰብ ዝያዳ ከኣ ኣሳሳይት ብምዃና መጠን ከኣ ኣብ ዳንኤል ፋሱስ ዶ ኣብ ማእከል ልክዕ ኩሉ ሰብ ዝፈልጣ ልክዕ ላዕልን ታሕትን እያ ትብል ዲፕሎማሲ ኣብቲ ገዛ ዘለዋ ገለገለ ምስ ከምዚታት ኣብ ግምት እትየ ኣደ ቆልዑት እያ ናይ ባሓቂ እዚኣ በቃ ተረዲኣት ነጥቢ ኣደ ቆልዑት ኣደ ስድራ ኣደ ቆልዑት ብዙሕ ከም ሓላፍነት ምዃና ዘለዋ መጠን ሕጂ ንብዙሓት ኣዋልድ ኣብነታውያን ማት እዚ ሸው እዚ ንብዙሓት ኣዋልድ ዘለዓዓል እዩ ኣዋልድ ብዙሓት ኣብ ገገዘእን ተሓቢኤናን ኣለዋ ብዙሓት ምስ ብሉጻት ዓቕመን። ኤርትራውያን ክወጻ እየን ልክዕ ተረዲኣትካ ክተተባብዕወን ኣለኩም ፈትሽወን እ፣ ሰኣን ሕፍረት ነዚ ሞያ እዚ ብሰንኪ ሕፍረት ከምዚ ገፊሕ ማዕጾ ዝጋረደን እዩ ዝመስለን ትምህርቲ ድሕሪ ሓዊሰናሉ ትምህርቲ ከም ዘሎ ድሕሪ ፈሊ ዓይኖም ከዓ ካብተን ዝንእደን ትፅቢት ገይረለን ዘሎ ካብ ሰለስቲኤን እያ ዓይኖም ዝያዳ ክትዕወት ግን ባህብለን ቁርብ ናይ ስጋ ከዓ ቅንጡ ናይታ ምሳና ክውዕላ ኢትዩ መልክዕና ፍቕሪ እዩ ድርዕና ሓቢርና ንነብር ስጋይ ስጋ ሓፈሻዊ እዚ ናይ ሕጂ ኣብዚኣ ጠጠው ኢልናላ ዘለና ናይ ህድሞና ነባሪት ህድሞና ሾው ናይ ደቂ ኣንስትዮ ውድድር ጀዚራ መሳርሕትኹም ካብተን ብሉጻት ተዋሳእቲ ኣብ ፊልም ትግረ ኮይና ትነጥፍ ዘላ ኩሉ ንጥፈታት ምሳኹም እናካየደት እሞ ድማ ሓያል ናይ ስእሊ ግዜን ድኻምን ዘለዎ ስራሕ ንዕኡ በዲሃ ካብተን ብሉጻት ሰለስተ ኮይና በጺሓ ኣላ ሓፈሻዊ ኣብቲ ሾው ዘለኩም ትዕዝብትን ብፍሉይ ድማ ኣብ ጀዚራ ዘሎኩም ከም መሳርሕታ መጠን ኣብቲ ውድድርን ቅድሚ ውድድር ምምጻእ ድሕሪ ውድድር ምክያድን ስምዒታታ ከመይ ይመስል ከም ዝነበረን ዕውቲ ናይዚ ውድድር መን ክትከውን ትኽእል ዝብል ግምት ኣሎኩም ካብ ዓይኖም ካብ ፌበን ካብ ጀዚራ ካብዘን ሰለስተ ተሪፈን ዘለዋ ሓፈሻዊ ትዕዝብትኹም መጀመርያ ብፍላይ ከኣ ብቋንቋ ትግረ ተዝኾንካ ኣዝዩ ባሕም በለኒ ሕራይ ኣሻየ ብኣኻ ጀምርያ። ኣወል ዲብላ ናይኩም ናይ ህድሞና ቻነል ናይ ሸው ዲባ ሰበት ዓዘምኩና እግና ሓምደኩም ኡንፈቴ።

ወአብሽር ክብላ ወኢትሕመቂኒ ምን ሳልሰይት አዘ ዲብ አወለይት ግተፍ ገረ ንጸበረኪ ህሌና ልብሎ ህለው ሸዐብኪ በላ ገለ። አብሽሪ አብሽሪ ኮይስ ኮይስ ኮይስ ሽክረን ሽክረን ዓሻይ ዓፍወን ዓፍወን ሽክረን ሓቢቢ ማርያም። ብሓፈሻ ኮ- ኮታ ካብ ኩለን ሕብሪ ብሄራት ናይ ሃገርና በጠቓላሊ እየን እዘን ተወዳደርቲ ካብ ኩለን ዞባታትን ካብ ትሽዓተኤን ብሄራትን እየን ተዋፂኤን እዚ ኸ እ፣ ማዕረ ክንደይ ስጥመትን እ፣ እቲ ውህደትን ርኢኹሉ ብሓፈሻ ኣብ ተኸታተልትን ኣብአን ዓሻየ ብቋንቋ ትግረ ተኸደ እውን ፅቡቕ ባህ ብለኒ ጁኳ ብትግርኛ ክብል ብትግርኛ ኣረ ኣብሽሪ ኮይስ ክበዝሓልካ ምእንቲ ኣረ ኣረ ኣረ እቲ ስጥመት መቸም ኣብ ህዝቢ ኤርትራ ዘሎ ስጥመት ዘረባ የብሉን ትሽዓተ ብሄራትሲ ከም ሓንቲ ስድራ እያ ትኸይድ ልክዕ እዘን ንደቂ ኣንስትዮ ኤርትራ ወኪለን ዝወዳደራ ዘለዋ ተወዳደርቲ ምሉእ ብምሉእ ዓወት ሒዘን ክወጻ እየ ዝደሊ ሓንቲ ካብአን ዝሕጥ ክትብል ኣይደልያን እየ ከማን ሰለስቲኤን ማዕረ ቀዳሞት ተዝወጻ ደስ ምበለኒ ከም ከም ጓል ኣንስተይቲ መጠን እምበር ተጃሂር ክዳ ኣይትበሉን እምበር ዓወት ናይተን ቅድሚኤን ዝነበራ ጀጋኑ ብስነ ጥበብ ገይረን ካሰን ቕጽሎ ኣለዋ እሞኒ ኣጆኽን በለለይ የቀኔለ ኣሻፍቲ የቀኔለ ኢትዩ መልክዕና ፍቕሪዩ ድርዕና ሓቢርና ንነብር ስጋይ ስጋ ቢልና። ኦሲተይ ኣረ ሓወይ ኣንታ መጋድልተይ መማህርተይ ከመይ ኣለኻ ኣዝየ ዝሕጎስ ዘለኹ ብስርሓትካ ብጣዕሚ ንፉዕ ጽቡቕ ናይ ኣቦኻ ኢኻ ወሪስካልና ዘለኻ ሓፈሻዊ ትዕዝብትኻ ብዛዕባ እቲ ሸው ክትበኒ ናይ ደቂ ኣንስትዮ ዝነበረ ቅድም ግን። ሰላም ንኹላትኩም ኣካየድትን ኣዳለውትን ህድሞና ቲም። እንኳዕ ኣብዚ ብቃዕኩም ሳልሳይ ግዜ ዝካየድ ዘሎ ሳልሳይ ግዜ እዋ ደቂ ኣንስትዮ ደቂ ኣንስትዮ መጀመርያ ናይ ደቂ ተባዕትዮ ክልቲኡ ካታቲልካ ናይ ደቂ ኣንስትዮ እዋ ዝሓለፈ ርእየ ነይረ ዋላ ሕጂ ከኣ ነዚን ሰለስተ ቶብ ስሪ በጺሐን ዘለዋ ጽቡቕ ዕድል ይምነየለን ጽቡቕ ወሲ ሓወይ የቐንየለይ ጀዚራ ከመይ ረኺብካ ጀዚራ መሳርሕትኹም ኣብ ስእሊ ምሳኹም እያ እሞ ከመይ ደኺማ ዶ ትመጻኩም ወይ ሾው ክህልዋ ከሎ እቲ ምቅርራባታ ከመይ ይመስል ወሲ ሓወይ ጀዙ ሕጂ ኣብ ኢንተርቪው ስለ ዘለና ኢለ ዘይኮንኩስ እዋ ሓቂ ተሓቂ ነገር ወሲ ኮሚና ንመሳርሕትኻ ሃብና ቴሌፎን ኢልና ህልኸኛ እወ። ኮንፊደንስ ዘለዋ ሰብ እያ ብጣዕሚ ከኣ ተባዕ እያ ሕጂ ኣብቲ ውድድር ከኣ ይርድኣካ እዩ ተኣትያስ ከም ተድምዕ ከኣ ይርድኣካ እዩ ስለዚ ምስቲ ስራሕ ዘለዋ ጽበት ግዜ ሪኢኻ ከኣ ድኻም ኣብዚ ደረጃ ምብጻሓ ከማን ክትምስገን ኣለዋ ከማን ብዓይኒ ሓቂ ተሪኻ ካልእ እቶም ኣዳለውቲ ከኣ ንዓኣ ግዜ ወሲዳ ምስቲ ኩሉ ስራሕ ክት ላዕልን ታሕትን ክትብል ክተዋህድ ምሃቦም ከኣ ብጣዕሚ የመስግን ንዓኹም ከኣ ጽቡቅ ስራሕ ክኮነልኩም እምነ። የቐንየልና ቐልሲ ሓወይ ንሕና ድማ ኣብ ስራሕኩም ዓወትን ኣሳልጦን ንምነ። ኢትዩ መልክዕና ፍቅሪ እዩ ድርዕና ሓቢርና ንነብር ስጋይ ስጋ ኢልና። ኣብ ሳልሳይ እብረ ካብ ሽዱሽቲኤን ዞባታት ካብ ትሽዓቲኤን ብሄራት ናይ ሃገርና ዝጠርነፈ እሞ ከኣ ስነ ጥበባውያን ዘይኮና ተራ ተዋዳደርቲ ኢና ጌርና ብሓፈሻ ትዕዝብትኹም ኣብዚ ውድድር ከመይ ኔሩ ብፍላይ ድማ ከም መሳርሕትኹም ጀዚራ ከኣ ምሳኹም ኣብቲ ናይ ፊልም ትግረ ኣብ ምስራሕ ውዒላ ናባና ናብ ሸው ትመጽኣሉ እዋናት ኔሩ እቲ ናታ ሞራልን እቲ ዓቕምን ከ ከመይ ትገልጽዎ ኣብዘን ሰለስተ ፌቨን ዓይኖም ጀዚራ ምስ ተረፈ እቲ ውድድር ከ መነን ትዕወት ትብሉ ብፍላይ ከኣ ናይ ጀዚራ ከም መሳርሕትኹም መጠን ዘለዋ ሞራልን ናብቲ ሸው በጺሓ ምስ መጸት ትህቦ ነጸብራቕን ከመይ ኔሩ? እወ ማለትስ ይሪኦ ነይረ ንኩሎም ግን ብዙሕ ኩሉ ከኣ ኣይተኸታተልኩዎን እወ ሕጂ ምነ ሓልፍ
እዚኣስ ክሓስበ ይኽእል እንድየ ጽቡቅ ጽቡቅ እታ ዝረኣኹዋ እወ ደሓን እዩ እቲ ክስታይ ማ- ዘናግዕ እዩ ምዝንጋዕ ጥራይ ዘይኮነ ውን ናቶም እቲ ምሸ ኣሎ እቲ ናቶም ተውህቦ ተውህቦ ዘርኢ እዩ ሰብ

ከምዚ ኒሕ ዝሕዘ ሰብ እያ ዝኾን ነገር እንተ ነኪሰተሲ በቃ ከይዕወት እየ በሃሊት ስለ ዝኾነት ወላ ኣብዚ ናይ ዓለም ናይ ፊልም ትኣቲ እንከለሲ ኣብ ዝኾነ ወላ ክትእርማ እንተ ደሊኻ ዳሓን ዳሓን ወላ ግደፍያ እንተ ኢልካያሲ ናይ ግድን እንተ ዝኣረምካኒ ከምጻ ኣለኒ በሃሊት እያ እኮ ጽቡቅ ሕጂ እዚ እንታይ የርእየካ ጀዚራሲ ኩሉ ግዜ ምሸሎ ክዕወት እየ በሃሊት ከምዚ ከተግብሮ እየ ነቲ ከተግብሮ እየ ዝደልኽዎ። ትብል ሰብ ስለ ዝኾነት ክም ትዕወት ከኣ ወላ ሓንቲ ዘጠራጥር የብለይን። ምክንያቱ ከምኡ እዩ እቲ ናታ ድሌት ውሽጣዊ ድሌታ ማለት እዩ። ብግብሪ እውን ሕጂ ኣብዚ ናይ ህድሞና እናኸደት ምሳና ስለ ዝነበረት ሲ እወ ንኹሉ ተካውኖ ነይራ በዚ ህድሞና ተረክብ በዚ ከኣ ንዓና እውን ናባኹም ትረክበና ትብል ነይራ። እወ ልክዕ ሓደ እቲ ግዘ ማነጅ ታይም ማነጅሚንት የድልየካ ካልኣይ እውን ኣቕሚ የድልየካ ሳልሳይ እውን እቲ ሰብ ንከምኡ ውፉይ ክኸውን ኣለዎ። ተወፋይነት ጥራይ ዘይኮነ ከማን ከምዚ ትጉህ ክኸውን ኣለዎ ሕጂ ናይ ከምኡ ከኣ ብግብሪ ተርእየና ስለ ዝነበረት በዚ ህድሞና ኣርኪባ ምስኦም ትወዳደር በዚ ከኣ ምሳና ትሰርሕ ሳልሳይ ስራሕ ውን ተረኪባ ንኩሉ ብሓንሳብ ትልሂት ከኣ ኔርዋ ያስ ናይ ትልሂት ከኣ ትሬኒንግ ስለ ዝነበራ ንኩሉ ኣረካኪባ ኣብቲ ስርሓ ግን ዝኮነ ጋብ ወይ ዝኮነ ብኮ ኣይፈጠረትን። ርኢኻ መዋዕልቲ መስክር ዝብልዎ ከምዚ እዩ። ሽኩራን የቀንየለይ የቀንየለይ እስከ ናብዞም ኣያና ክንሰግር ትዕዝብትኹም ሓፈሻዊ እቲ ሕቶ እሱ እዩ ዘለኩም ትዕዝብታት ክትጠቕሱለይ ኣወል ቀዳምነት ህድሞና ነባሪት ከምዚ ዓይነት ውድድራት ብሄራት ዘሳትፍ ዞባታት ዘሳትፍ ደቂ ኣንስትዮ ብኩሉ ከምዚ ዓይነት መደብ ወዲብኩም ኣብ ከምዚ እንተሽሙ ክትሪኡ ከለኹም ሲ ያኒ የቀንየለይ ክብለኩም ይደሊ ኩሉ እቲ ዝከታተል ዘሎ እቲ ዝወዳደር ዘሎን ማለት እዩ ሓፈሻዊ ክሪኦ ከለኹ ሕጂ ኣነ ብዙሕ ሕሱን እየ ኣይረኣኹዎን ግን ቀፃሊ ምስ ጀዚራ ንራኸብ ከምብዕላል ብዕላል ከምዚ ኣለኒ ከምዚ ይሰራሕ ኣለኹ ሰዓት ክንዲ እዚ ሕጂ ከምዚ ኢሉኒ ሕጂ ነይ ከምዚ ኣለኒ ትብለኒ ስለ ዝነበረት ብልክዕ ከምዚ የተባብዓ ነይረ ኣጆኺ ይብላ ነይረ እዎ

ዕውቲ ሰብ ክትዕወት ትደሊ ሰብ እያ ንኩሉ ከኣ ኣይክእሎን እየ ኣይወጽኣን እዩ ኣይክእሎን እየ ኣይወጽኣን እዩ ንኩሉ ከኣ መደብ ገይራትሉ ትጓየሉ እያ ትውዕል ማለት እዩ ሙሉ መዓልቲ ምስቲ ናይ ማሕበራዊ ናብራ ዘሎ ድዩ ምስቲ ናይ ካልእ ካልእ ሕጂ ብሓፈሻ እሳ ኣብዚ ውድድር እዚ ሓሊፋ ንካልእ ውድድር እውን ከምኣ ዝመስላ ክመፃና ንትግረ ወኪለን ንዞባ ወኪለን ኣብ ከምዚ ክወዳደራ ኣብነታዊት እያ ስለዚ ከምኣ ይብዝሓ ይብል እስኹም ከዓ ከምዚ ዓይነት መደባት ንብዙሓት ንብሄራት ክተሳትፉ ብቋንቋታት ክትገብርዎ ከዓ እንሻ ኣላህ ዓቕሚ ይሃብኩም
ናይ ጀዚራ ዓወት ከዓ እንሻ ኣላህ ተዓዊታ

ኣብ ዝኾነ ኣብ ብዝንተን ኩያኻ እዩ ማለት እዩ ሕጂ እቲ ዝገብሮ ነበረ ነቲ ግዜ ኣካባቢና ንኹሉ ተርክበሉ እቲ ድሌት እዩ ማለት እዩ ወኒ ስለ ዘሎ እዩ እምበር ልክዕ ዋ፣ እዚኣ ሰሪሐ ኣኽለኒ ኢሉስ ዝገዝፎ እውን ኣሎ ማለት እዩ እዎ። ሕጂ ንኹሉ ከርክበሉ ክዕወት እየ ስለ ትብል ግን ንኹሉ ከዓ ተርክበሉ እያ ማለት እዩ ሕጂ እውን ኣብቲ ዝገበረቶ ፃዕሪ ኣብቲ ተሳተፈቶ ተሳትፎ ተዓዊታ ክንሪኣ ኩላህና ድሌት እዩ ማለት እዩ። ጽቡቅ የቀንየልና የቀንየለይ ክብረት ሃበለይ ኣልሓወይ ሽኩረን ሽኩረን። ሕራይ ሕጂ ናብዞም ክልተ መንእሰያት ድሕሪ ምስጋር ድሓር ነዞም ደረስትን ዳይሬክተራትን ብሓፈሻ ሓንቲ መልእክቲ ክትህልወና ኢያ ክምለሶም ኢየ ሕራይ ጽቡቅ ሕጂ ናብ ሙና ሓፍተይ እሞ ክሰግር ሙነይ እስከ ናባኺ እስከ ከም ጓል ኣንስተይቲ መጠን ጀዚራ እቲ ዘለዋ ወኒ ሓያል ናይ ምውዳድ መንፈስ ብቅዓትን ከመይ ትገልጽዮ ሙና ከኣ ካብተን ኣለዋ ኢልና ንኾርዓለን ኣለዋና ኢልና ንኾርዓለን ተዋሳእቲ ብልጽቲ ንፍዕቲ ተዋሳኢት ናይ ትግረ ፊልም ትግራይ ኢኺ ኣብ ናይ መድረኽ ተመጻኻ ኣብ ናይ ፊልም ተመጻኻ ኣብ ኩሉ ኮታ ብሓፈሻ እስከ እሙነይ ከም ጓል ኣንስተይቲ መጠን ንስኺ ከመይ ትዕዝብትኺ ብዚ ውድድር ብቕዓትን ሓያል ወንን ተወዳደርነት መንፈስ ናይዘን ኩለን ደቂ ኣንስትዮ ኣሕዋትና ከመይ ትጠቕስዮ ከም መሳርሕትኺ መጠን ከኣ ንጀዚራ ከመይ ትገልጽያ። እሺ
የቐንየለይ ኣረ ሓወይ ቀዳምነት ንህድሞና ነባሪት በዚ ኣጋጣሚ እዚ ከምዚ ዓይነት ዕድላት ከፊታ ካብ ዝተፈላለዩ ቦታታት ዞባታት ብሓንሳብ ኣወዳዲራ እቲ ዝድለ ፃማ ክትህብ ምኽኣላ ብቀዳምነት ከመስግና ፈቱ ንዓኹም ከዓኒ ኣሬ ማለት እዩ
ቀጺለን ጀዚራ ክገልጻ እንተኾይነ ኩሎም እኮ ገሊጾሞ እንድዮም ጀዚራ ከምዚ ውድድር ዘለዎ ስራሕ እንድሕር ኮይኑ ጀዚራ ክገብር እየ ናይ ምባል ተኽእሎ ስለ ዘለዋ ኒሕ ስለ ዘለዋ እተኣማመን እየ ማለት እዩ ዝኾነ ነገር ክትዕወት ምዃና ካልእ ከዓ ደቂ ኣንስትዮ ብሓፈሻ ከዓ እንተሪእናየን ኣብ ጥበብ ኣብ ንጥፈት ከዓ ንንፉዓት እየን ብነብሰን ንፉዓት እየን ማለት እዩ ስለዚ ኩለን ኣሕዋትና ክዕወታ ይምነ ማለት እዩ ጀዚራ ግን ከም ዚራ ክገልፃ ከለኹ ኣብቲ ትወዳደሮ ዘላ ዓወት ይምነየላ ከም ኣብ ስራሕ ከም ኣርቲስት ክሪኣ ከለኹ ከዓኒ ሓፍተይ እያ ንዓይ ሓፍተይ እያ ኣብቲ ማሕበራዊ ህይወት ማለት እዩ ብሓፈሻ ኣብ ስነ ጥበብ ተመፂኻ እውን ንፍዕቲ እያ ኣብ ኩሉ ክተድምዕ ትኽእል እያ ኣብ ትልሂት ኹን ኣብ መውሳእ ኹን ሕጂ እውን ኣብ ደርፊ ኣላ ብኩሉ ሲ ክተድምዕ ትኽእል ዓይነት ሰብ እያ ንጥበብ ዝተፈጥረት እያ ማለት እዩ ጀዚራ። እዚ ከኣ ካብቲ ንሕናታ ካብቲ ስኒ ነኺሳ ንዝኾነ ነገር ክትብድህ ምኽኣላ እዩ። ስለዚ ንዓና መምህር እያ ጀዚራ ብሓፈሻ ክንሪኦ ከለና ማለት እዩ። ኣብቲ ዘሎ ሸው ከኣ ዓወት ይምነየላ።
እንሻላ ከኣ ተዓዊታ ንሪኣ። የቀንየልና ንኩሉኩም መሳርሕታ ክብረት ሃበለይ ዘይቀላዓለም ሽኩረን ሕራይ ስራጀይ። ምስ ጀዚራ ከምዚ ዝበልዎ መሳርሕቲና

መርሓባ ከመይ ኣለኹም ከመይ ኣለኹም ደሓን ዶ ኣለና ሃየ ከመይ ኣሎ ንጥፈታት ስራሕ ከመይ ኣሎ ስራሕ ኣምላኽ ይመስገን ፅቡቅ ኣሎ ቴና ፑቲክ ከባቢ ፎቶ ዙላ ልዕሊ ፎቶ ዙላ ዘላ ፑቲክ ኢና ንርከብ ዘለና ከመይ ኣሎ ስራሕ ስራሕ ደሓን እዩ ኣምላኽ ይመስገን ፅቡቅ ትካልኩም ከመይ ትኸይድ ኣላ ሰለሚ ነመስግኖ ጽቡቅ ጽቡቅ ጽቡቅ ንእሽተይ ካብ ናይ ስራሕ ግዜ ውስድ ከብለልካ እየ ይቅሬታ ጸገም ናይ የለን ህድሞና ሾው ኣብ ሳልሳይ እብረ እዚ ናይ ደቂ ኣንስትዮ ክካየድ ዝወርሐ ውድድር እወ ከምቲ ዝተኸታተልካዮ ድሮ ተኸታታላይ ናይቲ ውድድር ኢኻ እወ እወ መጀመርያ እወ ተኸታቲለየ ነይረ ኩሉ እቲ ውድድር እወ ጽቡቅ ውድድር ነይሩ እወ ኣዘናይን ኣዘናጋዕን ማለት እዩ ጽቡቅ ጽቡቅ ነይሩ ከመይ መሃርን ረኺብካየን ብሓፈሻ እተን ደቂ ኣንስትዮ ሕጂ ካብተን ሰለስተ ዕዉታት ተሪፈን ዘለዋ ዓይኖም እወ ፌቨን ከምኡ ድማ ጀዚራ ዕውት መን ትኸውን ኣብ ምባል ኢና ንዘውር ዘለና ሎማዓንቲ ኮታ ብሓፈሻ ምስዞም መሳርሕተይ ካሜራ ማን ቢንያም ቤንጆ ብምዃን እወ ሓፈሻዊ ትዕዝብትኻ ናይቲ ሸው እስከ ክትበኒ ከመይ ረኺብካያ እቲ ሸው ካብ ኩለን ዞባታት ከም ምዃኑ መጠን ኮታ ብሓፈሻ ዘለካ ናትካ ትዕዝብቲ ካብቲ ካልእ ሸው ብምውድዳር ድዩ ብሉጽነቱ እቲ ክግበር ዘለዎ ጽቡቕ ነገር ወይ ድማ እዝን እዝን ድኻም ነይርዎ ከምዝን ከምዝን ክትእርሞ ክትብለና እስከ መጀመርያ እስከ ትዕዝብቲ ናይቲ ሸው ድሓር ኣብ መወዳእታ ቲፎዞ ናይ መን ምዃንካ ነጊርካ መን ክትዕወት ኢኻ ክትሕብረና ኢኻ። እሺ ጸገም የለን። ሙሉእ ሽም መጀመርያ መን ክብል ይቕሬታ። ሽመይ ሃብሮም ተስፋማርያም ይበሃል። ማራ። እቲ ውድድር ብጣዕሚ ጽቡቕ ኔሩ ካብቲ ካልእ ውድድራት ውን ፍልይ ዘብሎ ፍሉጣት ዘይኮና ሰባት እወ ብምምጻእ ተወዳደርቲ እወ ተወዳደርቲ ካብ ዝተፈላለየ ዞባታት ብምዃኑ ድማ ዝበለጸ ስራሕ ኔሩ ማለት እዩ። ጽቡቕ የቐንየልና። ኩለን ድማ ትሽዓቲኤን ድማ ንፉዓት ተወዳደርቲ ኔረን ብሓፈሻ እቲ ውድድር ውን ብጣዕሚ ጽቡቕ ኔሩ ብጀካ ኣብ ካልኣይቲ መድረኽን ኣብዛ ሻሙነይትን ዝነበረን ቁሩብ ብርትዕ ዝበለ ንመስል ነይሩ ነተን ደቂ ኣንስትዮ ኣሕዋትና ማለት እዩ ከም ኣዋልድ መጠን ቁሩብ ዝበርትዐን ኮይኑ ይስመዓና ነይሩ እቲ ካልእ ግን ጽቡቕ መሃርን ኣዘናጋዕን ዝተፈላለየ ውድዳት ብምንባሩ ብጣዕሚ ጽቡቕ ነይሩ ጽቡቕ ውድድር ነይሩ። ጽቡቕ የቐንየለይ ሃብሮም ሓወይ። ናይ ምውድዳር መንፈስ ብቕዓተን ከመይ ረኺብካዮ እዘን ተወዳደርቲ ኣሕዋትና እስኪ? ናይ ምውድዳር ብቕዓተን ብጣዕሚ ጽቡቕ ነይሩ። ኩለን ነንሕደን ኣብ ነሕደን ነይሩ ብዙሕ ውድድራት። ኣብ ነሕደን ዝነበረ ፍቕሪ እውን ብጣዕሚ ጽቡቕ ነይሩ። ብጣዕሚ ጽቡቕ ፍቕሪ ኢና ርኢና። ጽቡቕ ውድድር ነይሩ ብሓፈሻ ማለት እዩ። ጽቡቕ። ናይ መን ደጋፊ ኢኻ? ኣብዚ ውድድር እዚ መን ክትዕወት ትብል ካብዘን ሰለስተ ተሪፈን ዘለዋ ካብ ዓይኖም፣ ካብ ጀዚራ ከምኡ ድማ ካብ ፌቨን? ኣነ ብሓፈሻ ካብ መጀመርታ ማለት እዩ ናይ ፌቨን ደጋፊ እየ ነይረ። ኢንሻላህ ድማ ከምቲ ሃትሪክ ሰሪሓቶ ዘላ ሱፐር ሃትሪክ ክሰርሕ ተስፋ ገብር ማለት ናይ ብጫ ሃትሪክ ናይ ብጫ እዎ ሱፐር ሃትሪክ መዳልያታት መሊኣቶ እያ በቃ መዳልያታት ሻምፓን መን ተኩስዎ እዩ ንግሆ ንግሆ እዩ ትኮስ ቦናሽ ብዙሕ ኢና
ሓጒስና ኢና ኣይሆብ ድማ ከምታ ዘላታ ድማ ስጋብ መወዳእታ ቀዳመይቲ ኮይና ክትውድእ ማለት እዩ

ጽብቅ ፌቨን ተተዓዊታ ድማ እቲ ዝበለጸ ነይሩ ማለት እዩ። ኢትዩ መልክዕና ፍቅሪ እዩ ድርዕና ሓቢርና ንነብር ስጋይ ስጋ ቢልና። ኣብ ሓደ ናይ እንዳ ጫማ ትካል እየ መጽየ ዘለኹ መርሓባ ከመይ ኣለኽን ከመይ ኣለኽን ደሓን ዶ ኣለኽን ጽቡቕ ቁጽሪ ሰላሳን ትሽዓተን ናብ ኣርብዓ ገጹ ድግምገም ቁጽሪ ጫማ ብልጽ ዝበለን ንመድረኽ ዝኹን ሙቹኡነት ዝህበካ ደልየ ነይረ። ኣለና ዶ ጽቡቅ ከመይ ኣለኽን ስራሕ ከመይ ኣሎ ጽቡቅ መጀመርያ ሙሉእ ስምክን ንተኻታተልቲ እሞ ከተላለያለይ እዚ ትካልኩም ከኣ ስሙን ዝርከቦ ቦታን ከባቢ ፎቶ ዙላ ኢና ዘለና ሕራይ መጀመርያ ሙሉእ ስምክን ከተላለያለይ ዊንታ ሃብተማርያም በሃል ሕራይ ዊንታ ሓፍተይ ስራሕ ከመይ ኣሎ ጽቡቅ ኣምላኽ ጽቡቅ መስገን ሕራይ ያኔት በሃል ሕራይ ያኖ ጽቡቅ እዚ ትካልኩም መፀውዒ ስሙ እዚ ትካልና እንዳ ጫማ እንዳ ቀሺ ሰለሙን ይበሃል። ከባቢ ከባቢ ፎቶ ዙላ ፊቱ ጽቡቅ ጽቡቅ በላ መንጎ ስራሐይ መጽየ ዘለኹ የብኩረክን ናይ ዓማዊል ግዜ እዩ እዚ ሰዓታት ሰዓት ሽዱሽተ ሰብ ናብ ትካላት ዝመጻሉ እዩ ሰዓት ሽዱሽተ ናይ ምሸት ኣብ ኣስመራ ኮይኑ ኣሎ ሰዓታት እዚ ኣብ ህድሞና ሾው መቸም ተኸታተልቲ ናይ ህድሞና ሾው ከም ምዃንክን ላዝም እዩ እዚ ፍሉጥ እዩ እዚ ሳልሳይ እብረ ናይ ደቂ ኣንስትዮ ዝካየድ ዝነበረ ኣብ መንጎ ትሽዓቲኦን ተወዳደርትና ካብ ሽዱሽቲኦን ዞባታት ዝመፀ ዝመፃ ተወዳደርትና ከመይ ትዕዘብኦ ከመይ ረኺብክንኦ ብሓፈሻ ብድሕሪኡ ከኣ መን ትዕወት ዝብል ግምታት ኣለክን ኢለ ክስዕበልክን እየ እሞ ሓፈሻዊ ትዕዝብትኺ እተን ተወዳደርቲ ከመይ ረኺብክነን እሞ ከኣ ከም ደቂ ኣንስትዮ መጠን ከኣ ብፍሉይ ተድንቕኣ ተወዳዳሪት ኣላትክን ከኣ ክትሕብራኒ።
ብጣዕሚ ዘናቃቅስተካ ፌበን ፍሳይ ፌቡ ዞባ ዓንሰባ ዞባ ዓንሰባ ጽቡቅ ከመይ ርክኪ ተወዳደርነት ናይተን ደቂ ኣንስትዮ ኣብ ነንሕድሕደን ዘሎ ሓያል ናይ ምውድዳር መንፈስከ ብጣዕሚ
ደስ በሃሊ እዩ ካልኣይ ነገር ከዓ ናይ ፌቡ ከዓ መምህርያ ካብ ከረን ኣስመራ መፅያ ክትምህር ከቢድ እዩ ብጣዕሚ ካብ ሰኑ ክሳብ ዓርቢ ክላስ ሽዑ ቀዳም መፅያ
እቲ ውድድርስ ብጣዕሚ እያ በዲሃቶ ስለዚ ናይ ፌቦ ቲፎዚ ኢኺ ማለት እዩ ምስ ኩሉ ሃለኽልኽን ገለን እቲ ናይ ጀዚራ ዓይኖም እተን ብሉጻት ሰለስተ ምስ ተረፋኸ ብሓፈሻ እስከ ከመይ ረኺብክነን እስከ ስግር ክብል ብጣዕሚ ጽቡቅ ንፉዓት ብጣዕሚ ናይ ብሓቂ ሓቦ ዘለወን ናይ ብሓቂ ኩሉ ነገረን ኣዝየን እየን ዝድነቃ ደቂ ኣንስትዮ ሃገርና ከኣ ብጣዕሚ ንፉዓት ቀንየን እየን። ንስኽን ከኣ ከም ደቂ ኣንስትዮ መጠን ነጸብራቕ ናይቲ ውድድር ከመይ ሪእኽን ኣንቲ ዘለወን ሓላፍነት ናይ ስድራ ኣይኖም በዓልቲ ሓዳር ጀዚራ ኣብ ኩሉ ባህላዊ ንጥፈታት ኩለን ኮታ ብሓፈሻ ነናተን ንጥፈታትን ነናተን ስራሕን ዝነበረን ሩፍቲ ካብ ዓዲ ቀይሕ እንዳመጸት ኣዶ ቆልዑት ንመን ጠቒሰ ንመን ክግድፍ እሞ

ጽቡቅ ጽቡቅ ኣብ መወዳእታ ደገፍቲ ናይ መን ይኽን እስከ ብኣኺ ጀሚረ። ኣነ እኮ ዳርጋ ኩላተን ንፉዓት እየን ናይ ኩለን እየን ዝያዳ ግን ናይ ፌበን ፍስሃየ ብጣዕሚ ኣኣ ክልተ ክንዚ ናይ ፌቦ ቲፎዘ ክን ትሻቐላ ዶ ነርክን ትውድድር ተዘርጊሓ ክትበሃል ከላ ክትሪኣስ እዋይ የሕሊፍክን ዶፍታ ናይ መወዳእታ ሪዛልት በጺሕክን ትምለሳ ነርክን ክልተ ዓይነት ተኸታተልቲ እዮም ደለዉ ኣብዚ ዓዲ ምስ ተዘርግሐ ሻቑሎት ዝኽእሉን ሻቑሎት ዘይክእሉን ኢልካ ከምሽ ትሻቐል ዲኻ ዋይ ኣንጥር ኣቢሎም ዝመጹ ኣለዉ ከመይ ኔሩ እስከ ናይ ምክትታልክን እንታይ ትጽብያ ኔርክን ብሓፈሻ? ብጣዕሚ የሻኣለካ እዩ ኦ ናይ ብሓቂ ሓቂ የሻኣለካ። እስከ ከመይ ትርእያ ኔርክን ተንጥርኣ ዶ ኔርክን ዋላ ቀስ ኢልክን ዝወለደት ትውለድ ኢልክን ትርእያ ኔርክን?
ዝወለደት ትውለድ ኢልና በቃ ብዓቕሊ እናተሃንጠኸን ብሓይሊ እ እናበልና ንሪኣ ኔርና ወዲእናዮ ኢና። ጽቡቕ፣ ኣብ መወዳእታ ከም ዝተኸታተልክንኦ ኣብ መንጎ ጀዚራ፣ ዓይኖም ከምኡ ድማ ፌበን ሓያል ውድድር እዩ ኔሩ ብሓፈሻ ካብዘን ተዋዳደርቲ መን ክትዕወተልክን ትደልያ ፌበን ኢልክና እንዲኽን እስኪ ብኹሉ በጠቓላሊ እስኪ ከመይ ትገልጸን ንሰለስቲኤን ኣብተን ብሉጻት ሰለስተ ስለ ዝበጽሓ ማለት እየ ሰለስቲኤን ብሉጻት እንዴ እወ ፌበን ፌበን

ፍትዋት ተኻታተልቲ ህድሞና ነባሪት ከምዚ ትካታተሉና ዘለኹም ሕጂ ድማ ሓደ ኣቦ ሒዘ እየ መጼ ዘለኹ ኣብዚ ብመጀመርያ ሙሉእ ስም መን ክብል ካብቶም ተኻታተልቲ ናይ ህድሞና ነባሪት ከምዃኖም ቁሩብ ክዕልሉኒ ጸኒሖም ሙሉእ ስም መን ክብል ብሓፈሻ ህድሞና ሾው እዚ ናይ ደቂ ኣንስትዮ ሳልሳይ እብረ ናይ ዘን ደቂ ኣንስትዮ ሃገርና ብሓፈሻ ካብ ሽዱሽተ ዞባታት ትሽዓተ ብሄራት ዝተዋጸ

ብፍላይ እዛ ናይ ሕጂ ናይ መጨረሻ ክሳብ ካብ ቀዳማይ ክሳብ ዓስራይ ማለሲ ናይ ብሓቂ ዋላ ነቶም እንዳ ኤሌክትሮኒክስ ይርብሾም ኣብዚ ዓድና ዘለዎ ፊልም ሸቦ ከምታት እዩ
ፅቡቅ ኣነ ብሓቂ ብኩለን ተን ሽዱሽተ ካብ ሽዱሽተ ዞባታት ዝተኣከባ ደቂ ኣንስትዮ ኩላተን ብሓቂ ዝዓግበለን ግን ኤክሴፕሽንስ ተብኣ ክኸውን ኮይኑ

ክትጅምር ኮላ እዛ ህድሞና ነባሪት እዛ ናይ መጨረሻ እወ ሳልሳይ እብረ ሸው ኣብቲ ንሳ ተቕርቦ ነበረት ቃለ መጠየቓት ገለ እወ ብሓቂ ይገርመኒ እዩ ኣነ ክሳዕ ከምዚ ብልሓት ተጻዋርነት ብድሆታት ወፋይነት፣ እወ። ብምጽዋር ገለመታት ክኢላተን እያ ሳብ ሳልሳይ ደረጃ ስሪ ቶፕ ስሪ ብሉጻት ምብጽሓ ሰብ፣ እወ። ከማን ብሓቂ እዩ ዘሕጉስ እዩ።

ኣብ ሓንቲ ህድሞ ኣምጺእካ እንድሕር ተቕርበሎም ኮይንካሲ ኣዝዩ ዋላ ንሕና እውን ብዋጋና ክንተሓባበር ኢና ምኽንያቱ ዓወት ናይ ህድሞና ዓወትና እዩ ዓወት ናይ ጀዚራ ዓወትና እዩ ዓወት ናይቶም ኩሎም እቶም ተወዳደርቲ ከኣ ናትና ዓወት ስለ ዝኾነ ብዝኾነ ዝከኣላና ምትሕብባር ክንገብር ኢና። የቐኔለይ ክብረት ሃበለይ። ስታዝ ናይ መወዳእታ መጠቓላሊ መልእኽቲ ክነመሓላልፍ። ኦኬ
ሕጂ እንታይ እዩ ከምዚ ዓይነት መደባት ብፍላይ ውድድር ጀሚርኩሞ ዘለኹም ናይ ኣዋልድ ጥራሕ ከይከውን ከዓ ናይ ኣወዳት ኣብሽር ኣብሽር ከነምፀ ኢና ፅቡቅ ቅድሚ እዚኣ ቀዳመይቲ ካልኣይቲ ሳልሰይቲ እንዳ እዚኣ ቅድሚኣ ናይ ደቂ ተባዕትዮ ነይራ ግን ስነ ጥበባውያን እዮም ሕጂ ከዓ ካብ ዞባታት ናይ ደቂ ተባዕትዮ ጥራሕ ፅቡቅ ርእቶ እዩ ፅቡቅ እዩ እቲ ብሄራት ክተሳትፍ እቲ ዞባታት ክተሳትፍ ብቶም ቋንቁኦም ካኣ ክተሳትፎም ዝበለጸ እዩ። እወ ልክዕ።
ብቋንቁኦም ሕጂ ምናልባት ብናይ ትግረ ወይ ካኣ ብናይ ናራ ብናይ ኩናማ ብናይ ዓፈር ወይ ብናይ ሳሆ ውድድር ምስ ዝካየድ እንታይ መልእኽቲ የሕልፍ እቲ ሰብሲ ኩሉ ግዜ ኣነ ትግረ እንተ ርእየ ኣብታ ህድሞና ህድሞና ናተይ እያ ክብላ ማለት እዩ ሓደ ናራ ናይ ናራ ሾው እንተ ርእዩ እዚ ደርፊ እዚ ክሊብ እዚ ፍልሚ እዚ ገለ እወ። ልሙድ እዩ። እወ። ግን ከምዚ ሸው ባዕልኻ ዝደለኻዮ መደብ ውድድር ክትግብር ከለኻ ብታ ክኢላታት ነይቶም ቋንቋ ደያኑ ኣምጺእኻ እወ። ብቶም ነይቶም ቋንቋ ተዛረብቲ ኣብቲ ቋንቋ ዝርከበሉ ባህሊ ናቶም ዝርከበሉ ቦታ ከይድካ እንተ ሰሪሕኩም ከኣ መሊሱ እታ ናይ ንደልያ ዘለና ዓባይ ናይ ሃገር ታሽሙ ንብላ ዘለናሲ መሊሳ ክትምቅርያ መሊሳ ሓድነት ክተግብረና እያ መሊሳ ንቲ ንደልዮ ዘለና ዕላማ ንኩላትና ብሓንሳብ ክተዕብየና እያ በሃላይ እየ እሞ ሕጂ እቲ ዝገብርዎ ዘለኹም ውድድራት ከምቲ ንተሳታፍነት ዞባታትን ብሄራትን ዘሎ ብቲ ቋንቋ ናይቲ ብሄር ውድድራት ምስ ተዳልዉ ከዓ ፅቡቅ ዝኾነ ስነ ጥበባዊ ነገራት ከዓ ከምኡ ምስ ዝቀርብ ንኹልና መንገዲ ይኸፍት። ሕጂ ጀዚራ በዚኣ ኣጋጣሚ እዚኣ ዕውቲ ኮይና እንተ ቀሪባ ዓቢ ነገር እዩ ንቲ ዞባ ዓቢ ነገር እዩ ንጀዚራ መሊስኩም ከኣ ካልኣይ ግዜ ጋሽ በርካ ወሪድኩም ኩናማ ምስ ትዕውቱ ወይ ከኣ ንናራ ከም ዕውታት ምስ ንርኢ ከኣ መሊሱ ብቋንቋኡ ክግበር ከሎ ተዓወት እቲ እንታሽሙሲ

ኣብ መወዳእታ እዚ ውድድር እዚ ጽቡቕ እዩ ንኹሉ ሰብ ማለት ኣዘናጋዒ መሃሪ ዝተፈላለየ ውድድራት ብምንባሩ ጽቡቕ ነይሩ ዋላ ሕቶታት ናይ ዝተፈላለየ ናይ ሃገርና ሕቶታት ብምንባሩ ብጣዕሚ ጽቡቕ ነይሩ ክትቅጽልዎ ይላቦ ማለት እዩ ንሁድመና ሾው ኣቕረብቲ መደብ ድማ ብጣዕሚ ንፉዓት
ገንዘብኩም ገንዘብኩም ሽኮር ይኹነል። ክብረት ሃበለይ Welcome. የቐንየልና ደጊመ ኣብ ስራሕካ ዓወትን ኣሳልጦን ይምነ ኣሜን፣ ኣሜን፣ ንፌቡ ኣርሓዊ። ድማ ፅቡቕ ዕድል ንምነየላ ንሕና ኣሜን፣ ከዓ ከማኻ ኣሜን፣ ኣርሓዊ። ሽክረን እሺ፣ ንመፅእ ኢና እሺ፣ ሕረ ሕረ ሕረ። ቴንክ ዩ እዋ ህድሞና ነባሪት እ፣ ዝቕፅልዎ ዘለዎም እኳ ብዙሕ ነገር እንዲ ዘሎ እዎ ብጣዕሚ እቲ ዘቕርቦ ፅፉፍ እዩ ቀጽሎ ካብዚ ንላዕሊ ካብ ንላዕሊ ኣረ፣ ንደሊ ጽቡቅ የቦ ከዓ ቀጽልዮ ካብዚ ንላዕሊ ብዝተዓጸጸ ንላዕሊ ክብል ኩለን ንፋዓት እየን ኦ፣ የቦ ከዓ ቀጽልዮ ክብላ ደሊ ኣራይ ጽቡቅ
ኣዝያ ጽብቕቲ መደብ እያ ብጣዕሚ ንደቂ ኣንስትዮ ብፍላይ ኣዝያ ኣተባብዒት መደብ እያ ዝያዳ ቀጽሎ ክንብለኩም ንደሊ ማለት እዩ እ፣ ዝያዳ ከዓ እ፣ ኣወዳትን ኣዋልድን ከዓ ዝያዳ ኣተተተሳትፉ ጽቡቕ ነይሩ

ናይ ፊዚካል ዘይኮነሲ ማሕበራዊ ሕቶታት ብዛዕባ ሃገር ድዩ ዋላ ማሕበራዊ ሕቶታት ኣሉ ክሳብዚ ቀረባ ግዜ ኣብ ውሱናት ኣካል ናይቲ ሕብረተሰብ እዩ ዝካየድ ነይሩ። እወ
ሕጂ እቲ ኣካል ናይቲ ሕብረተሰብ ከኣ ብዙሕ እዩ ብሞያ ብፕሮፌሽን ብዙሕ ስለ ዝኾነ ክሰፍሕ ኣነ ይላቦ ናይ ፕሮፌሽን ክሰፍሕ ይግብኦ።

ኣብ ሞንጎ ሞንጎ ሞንጎ ከምኡ ዓይነት ኣተኣታትዋ ክኣቱ ከም ዘለዎ ስለምንታይ ሚሞሪ ሸው ርእሲ በየናይ እዩ ዝምዘን መስቲ ንቁንጅናኣ ሲ እወ ቁንጅና የስክር እዩ ልክዕ ንምንታይ እየ ከምኡ ዝብል ዘለኹ መሲልኩም ብቁንጅንአን ዝሰኽራ ኣለዋ እወ ስለምንታይ ሰኽራን ብኣልኮል ጥራሕ ኣይኮነን ዝሰክር ሰብ ብዝና ሰክር እዩ እወ መልኪዕ ስክር እዩ ነዚ ክጥንቀቓሉ ከም ዘለወን በዚ ኣጋጣሚ ነዘን ኣነ ሓጺኤየን ዘለኹ ብፍላይ ነተን ብድሕሪኤን ዝስዕባ ከኣ ከምኡ መልእኽቲ ናይ ኩሉ እዚኣ እወ እዚኣ ህድሞና ኢንተርቴመንት ናይ ሚሞሪ ሸው ከኣ ኣብኡ ከሎ ጽቡቅ። ከተኣታቱ ምዃኑ በዚ ኣጋጣሚ እዚ እላቦ። ሕራይ በዚ ኣጋጣሚ እኒ ብምልእኹም ቲፎዞ ናተይ ጥራሕ ዘይኮነስ ናይ ብምሉኡ ስነ ጥበባዊ ስርሓት ኤርትራ ሳላኹም ኢና ንሕና ኩሉ ግዜ ኣብ ናይ ብሓቂ ንኽንሰርሕ ንተባባዕ ስለዚ ምትብባዓኹም ቀጻሊ ክኸውን እናተማሕጸንኩ ብሃንቀውታ ንጸበያ እዛ ናይ ህድሞና ሸው ናይ መዕጸዊ ስነ ናይ ስርዓት መዕጸዊ ስነ ስርዓት ብሃንቀውታ ንጸበያ ኣይ ሆፕ ከምታ ዝበልኩም እዛ ኣነ ዓይኖም ስቢያ ቲፎዜ ዘለዋ ከለዋ ዓይኖም ናይ ዓይኖም ቲፎዜ ሄበን ዕድል ኣይገበረትን ናይ ክልቲኤን ውድድር እዩ እዚ ቲፎዜ እየ ነይረ ክልቲኤን ከኣ ኣጋጣሚ ኮይና ብወዳእታ ስለ ዝበጽሓ። ይበል ግምታት። ፌቨን ሓብተይ ኣይትሓዝለይ።
ላላላ ውድድር እዩ። የቐንየለይ ረዳኢ ሓወይ የቐንየለይ ክብረት ሃበለይ ስለ ግዜኻ። በቃ ሽኩረን ናፊቕናካ ኣለና ኣብ ስርሓት ናይ ስነ ጥበብ ከኣ። ክንራኸብ ኢና። በቃ ሕራይ የቐንየለይ ክብረት ሃበለይ ረዳኢ ሓወይ። ኣዝየ እየ ዘመስግነካ ኬና ሓወይ በዚ ኣጋጣሚ እዚ ከኣ ንኹሎም መተዓብይትኻ ገጂረት ኮታ ብሓፈሻ እዚ ዘለናዮ ከባቢ እንዳ ኖራ ኩሎም ምሳኻ ዝዓበዩ ካብ ንእስነት ኣትሒዝካ ሰላምታኻ ተመሓላልፈለይ። ብዝኾነ ደቂ ገጀረት ብምልኦም ጋጂ፣ እንዳ ኖራ፣ ገጀረት ዓቢ ብምሉኡ ሰላሳ ኣምስተኛ ካምቦ ብምሉኦም ዘለዎ መታዕቢተይ ብጣዕሚ በቃ ብሰላም ከራኽበና ኣብ ስደት ንዘለዉ ብፍላይ ብሰላም ከራኽበና ፈጣሪ ሰናይ ድሌት ይኹን። ኣብዚ ከዓ መብዛሕቱ ሰብ ስነ ጥበባውያን ብባሻውል ሓድሽ ዓዲ ኣኽርያ ገለገለ ካብኡ ዝፈለሰ እዩ ዝመስሎ ሰብ ካብዚ ከዓ ብዙሓት ፈሊሶም ኣለዉ ካብዚ ገጀረት ብዙሓት ስነ ጥበባውያን ፈርዮም ኣለዉ እዚ ገጀረት ቴንኪዩ ብዝኾነ ኣብ ወፃእን ኣብ ውሽጢ ሃገርን ዘለኹም ህዝቢ ኤርትራ ብሽም ህድሞና ሾው ቴንክ ዩ የቐንየለይ ክብረት ሃብኩ የቐንየለይ ንኩሎም ነዚ መደብ እዚ ናይ ሎማዓንቲ ኣብ ኩሉ ዘወር እናበልና ክንእክቦ ዝወዓልና ርእቶታት ኣዝየ እናመስገንኩ ምክትታልኩም ኣይፈለየና እስኹም ድማ ርእቶታትኩም ኣስፍሩልና ሃየ ህድሞና ሾው ይኹን ምርጫኹም ሰላም ንዓኹም ምስ መሳርሕተይ ቢንያም ቤንጆ ሰላም ንመላእ ህዝቢ ኤርትራ